እስከ ባእታ ናብ ቃል ኣምላኽ ክንሓልፍ ኢና። እግዚኣብሔር ዝተመስገነ ይኹን። ብሓቂ ሎማዓንቲ እዚ ዘመሓላልፎ ቃል ኣብ ውሽጠይ ሓደ በረኸት ወይ ከዓ ሓይሊ ስለ ዝኾነኒ ንዓኻትኩም ከዓ በረኸትን ሓይልን ከም ዝኾነኩም ርግፀኛ ምክንያቱ ቃል እግዚኣብሔር ኩሉ ግዜ ሓድሽ እዩ እግዚኣብሔር ዝተመስገነ ይኹን ሞሲ ወደይ ኣብ ዝተወለደሉ ሓንቲ ፅሕፍቲ ፅሒፈ ነይረ ኣብ ገዛ ስጋብ ሕጂ ተፃሒፋ ኣላ ኩላትኩም እታ ፅሕፍቲ ትፈልጥዋ ይኹም ምክንያቱ ኣዝየ ዝፈትዋ ጥቕሲ እያ ጥቕሲ ናይ መፅሓፍ ቅዱስ እኳ ተደይኮነት ጥቕሲ ናይ ገዛ ናይ ለየ በቃ ዝፅዋዓ ኣብ ምድሪ ስደትና ባሪካና ኢካ እሞ የሱስ ንዘመና ንዓካ ክነገልግለካ ኢና ትብል ኢዚኣ ሃኒ ሓሪሳ ኮላ ንሞሲ ኣብ ሕክምና ኮላ ጺሒፈ ኣዳልየያ ዝጸናሕኩ ጽሕፈት ኢያ ሕጂ ኣብ ዝመጽእ ዘሎ ወርሒ ለካቲት ዓሰርተ ሰለስተ ዓመታ ክትገብር ኢያ ማለት ኢዩ ኣዝየ ዝፈትዋ ቃል ኢያ ጊን ሓደ ነገር በዛ ቃል ኢዚኣ ጌሩ ኣብ ውሽጠይ ጎይታ ዝዛረበኒ ነገር ኣሎ ኣርእስቲ ስብከተይ ከኣ እምበኣር ነቲ ዝግብኦ ሞሳ ንምለሰሉ ሞሳ ንምለሰሉ ነቲ ዝግብኦ ሞሳ ንምለሰሉ ሞሳ ኩላትና ንፈልጥ ኢና ኣተዓባብያና ከኣ ሞሳ ምምላስ እዩ ዝብል ኣብ ባህልና ኣብ ጸዓዱ ከምኡ ኣይኮነን ኣብ ሕብረተሰብና ጊን ሞሳ ምምላስ ዝበሃል ኣሎ ኣቦታትና ክምስሉ ከለዉ ንዝገበረልካ ወይ ግበረሉ ወይ ከኣ ንገረሉ ይብሉ እዚ ማለት ዓቕሚ ተለካ ሞሳ ምለሰሉ ተደይብልካ ጊን ስለቲ ጽቡቕን ሰናይ ነገራቱን እንታይ ግበረሉ ኢኻ ኣውርየሉ ኢኻ እምበኣር ኣብ መጽሓፍ ቅዱስ ሓደ ናይ ኣምላኽ ሰብ ሎማዓንቲ ፍልይ ብዝበለ ክንሪኦ ኢና ኣብ ጸሎተይ ኣቐዲመ ከም ዝነገርኩኹም ንጉስ ዳዊት ኢሎማዓንቲ ቀንዲ ስብከትናን ትምህርትናን ክኸውን እዚ ናይ ኣምላኽ ሰብ ንጉስ ዳዊት ሞሳ ዝፈልጥ እዩ ሞሳ ዝፈልጥ ብሓቂ እየ ዝብለኩም ዘለኹ ንኣምላኽ ጥራይ ኣይኮነን ንሰብ ዋላ ንጉስ ከሎ ኻኒ ትሕት ኢሉ ነቲ ዝግብኦ ሰብ ከምቲ ዝግብኦ ሞሳ ዝመልስ ሰብ እዩ ሓደ ካብዚ ዘሳድዶ ዝነበረ መን እዩ ሳኦል እዩ ካብ ሳኦል ሓደ ወዱ ግና ልቢ ዳዊት ሒዙ ዝነበረ ምስ ዳዊት ድማ ብኹሉ ነገራት ተላፊኑ ዝነበረ ሰብ እዩ። መን እባል ክብርን ኣምላኽ ይኹን ዮናታን እግዚኣብሔር ይባርኩ እምበኣር ዮናታን ክንሪኦ ከለና ኣዝዩ ምስ ዳዊት ብፍቕሪ ዝነብር ዝነበረ ሰብ እዩ ብሞቱ ዳዊት ረሲዕዎ ዶ ኣብ ንግስነቱ ክቐርብ ዘይግብኦ ኣብ ንግስነቱ ቦታ ሂብዎ፣ ኣብ መኣዱ ቦታ ሂብዎ፣ ኣብ ምድሩ ቦታ ሂብዎ፣ ኣብ ኩሉይ ቦታ ሂብዎ። ዳዊት እዚ ጥራይ ኣይኮነን። ዳዊት ጽቡቕ ገይሩ ሞሳ ንኣምላኽ ምሃብ ከኣ ዚፈልጥ እዩ። ንሰብ ጥራይ ኣይኰነን፣ ንኣምላኽ። መጽሓፍ ቅዱስ ኪዛረበና ኸሎ፣ ነቲ ዚግብኦ ጽቡቕ ክንገብረሉ ኸም ዘለና ተዛሪቡና ኣሎ። እግዚኣብሄር ዝተመስገነ ይኹን። እምበኣር፣ ሓደ ጽሑፍ እንርኢ ነገር እንድሕር ኣሎ ዀይኑ፣ ኣብ ካልኣይ ሳሙኤል ምዕራፍ ሸውዓተ ህይወት፣ ታሪኽ፣ ዳዊት ምስ ኣምላኽ ኢና እንርኢ። ዳዊት ምስ ኣምላኽ፣ እስከ ከምኡ በሉ፣ ዳዊት ምስ ኣምላኽ። ኣነ ምስ ኣምላኽ እስከ በሉ፣ ሎሚ ክንጋጠም ኢና። ኣነ ምስ ኣምላኽ ሎሚ ክጋጠም እየ እስከ በሉ። ኣነ ሎሚ ምስ ኣምላኽ ክወሃሃድ እየ ንበል። ኣነ ሎሚ ምስ ሓሳብ ኣምላኽ ክሰማማዕ እየ ንበል። እግዚኣብሔር ዝተመስገነ ይኹን። ዳዊት ኣብዚ ቁልፊ እግዚኣብሔር ዝረኸበላ እዩ። ትኽክለኛ ሓሳብ ናይ እግዚኣብሔር ዝረኸበላ እዩ። ዳዊት ናብ ንግስነት መጺኡ። ዳዊት ካብ ኩሎም ጸላእቱ የዕሪፉ። ዳዊት ኣብ መገዲ በረኸት ኮፍ ኢሉ። ነብስኹም ኣእትውዋ፣ ኣነ ንስኻትኩምን ኣብ ዕረፍቲ ኣቲና ዶ? ኣነ ንስኻትኩም ኣብ መገዲ በረኸት የእቲና ዶ? ኣነ ንስኻትኩም ካብ ኩሉ ጻዕርና፣ ካብ ኩሉ ጸልማት፣ ካብ ኩሉ ኩናት ኣዕሪፍና ዶ? ደቂ ንጉስ ከዓ ገይርና ምንታይ ተሪፍና ወላ ሓደ ኣብዚ ኣነ ንስኻትኩምን ዘለናዮ ዘይኮነ ዳዊት ወሪዱ እዩ ንጉስ ነይሩ ክንብል ንኽእር ኢና እቲ ባይታይ ጊን ናይ ዳዊት ከምዚ ኣነ ንስኻትኩምን ኩሉ ዝተማላኣልና ኣየር ብኣየር ዝባሃል ኣዛራርባ ምሽ ኣሎ ኮምኡ ዓይነት ኢና ኣብራ ሂወትና ዘሎ ዳዊት ግን ኣብቲ ግዜ እቲ ንጉስ ዋላ ዳኣ ይኹን እምበር ከርፋሕ ዝኾነ ሂወት ናብራ እዮም ዝነብሩ ንጉስ ዋላ ይኹን መሳለጥያ ኩሉ ሙቹእ ነገር ኣይኮነን ጊን ዳዊት ኣብዚ ሁመት እዚ ከሎ ንዕኡ ደሓን ዝዀነት ቤት ስለ ዝረኸበ፣ ታቦት እግዚኣብሄር ድማ ኣብ ዘይቦትኡን ኣብ ዘይስፍርኡን ክቕመጥ ምስ ረኣየ፣ ካብ ቤት እግዚኣብሄር ዘለዎ፣ ዳዊት ዘለዎ ቤት ይበልጽ ከም ምስ ረኣየ፣ ዳዊት ኣብ ልቡ ሓደ ነገር ሓሲቡ፣ ንእግዚኣብሄር ዝኸውን ቤት ከዳሉለኒ እዩ። ኣሕዋተይ ዝሰምዕዎ ኣለኹም ዝቓል ኣብ ሙቸት ነገር ይሰብ ንእግዚኣብሔር ዝርሰዕ ምስ ጣዕመና ኢና ንእግዚኣብሔር እንርሰዕ ምስ ተኻወነልና ኢና ንእግዚኣብሔር እንርሰዕ ኣብ ግዜ ሽግርና ግን ወእግዚኣብሄር ኢልና ኢና ንጽሊ። ዳዊት ግና ካብ ኩሎም ጸላእቱ መሰዕረፎይ ዝብለና መጽሓፍ ቅዱስ እግዚኣብሄር ዝኸውን ቤት ክሰርሕ ደልዩ። እቲ ቃል ከነንብቦ ንስኻትኩም ካልኣይ መጽሓፍ ሳሙኤል ምዕራፍ ሸውዓተ ኩሉ ኣንብቦ ሓሓሊፈ ጥቕሲ ኣንብቦ እየ። ጥቕሲ ሓደ ኮነ ድማ እቲ ንጉስ ኣብ ቤቱ ምስ ተቐመጠ እግዚኣብሄር ከኣ ካብቶም ኣብ ዙርይኡ ዘለዉ ኵሎም ጸላእቱ ምስ ኣዕረፎ፣ እቲ ንጉስ ንነብዪ ናታን፣ ርእ እማ፣ በጃኻ ኣነ ኣብ ቤት ጽሕዲ ክነብር ከለኹስ፣ ታቦት ኣምላኽ ኣብ ማእከል ድኳን ዓለባታት ተቐሚጡ ኣሎ፣ በሎ። ናታን ከኣ ንንጉስ፣ እግዚኣብሄር ምሳኻ እዩ እሞ ኪድ፣ እግዚኣብሄር ምሳኹም እዩ እሞ ኪዱ። ህዝቢ ኣምላኽ እግዚኣብሔር ምሳኹም እዩሞ ኪዱ ግን ሓደ ነገር ኪዱ ክብለኩም ከለኹ ትም ኢልኩም ኪዱ ማለት ኣይኮነን እግዚኣብሔር ኣብ ልብኹም ዘቐመጦ ናይ ግድን ክትገብርዎ ክትኽእሉ ኣለኩም ባር እዚ ፅቡቕ ሓሳብ ካበይ ይመፅእ ኢሉ ካብ እግዚኣብሔር ዝከበሉ ከምዚ ኢልዎ ምሳኻ እዩሞ ኪድ ኣብ ልብኻ ዘሎ ኩሉ ግበር በሎ ጽቡቕ ነገር ኣብ ልቢ ዘቐምጥ መን እዩ? ጎይታ የሱስ ስሙ ይባረኽ። ናተይ ናትኩም ኩሉ ጽቡቕ ነገር ዝገብር ኣብ ልብና ጎይታ የሱስ እዩ። ግን ነቲ ጽቡቕ ነገር ከይንገብር ዝዓግተና መን ይመስልኩም? ስጋና። ትሪእዎ ኣለኹም? ጽቡቕ ነገር ኩሉ ሰብ ይፈልጥ እዩ። ጽቡቕ ነገር ከይገብር ዳንታ ይዓግቶ ስግኡ። ኣስተውዕሉ ህዝቢ ኣምላኽ። ምድራዊ ነገር ተገዲድና እንገብሮ ንምንታይ ምስልኩም ስጋና ከይቅጻዕ ስለ ዝፈርህ ትሪእዎ ኣለኹም ስጋና ከይሕመል መታን ስለ ዝፈርህ ኣብ ልብና እግዚኣብሔር ጽቡቕ ነገር እንዳቐመጠልና ንምንታይ ደኣ ዘይንገብሮ እንድሕር ክንብል ኮይና ስጋኻ እንታይ ግበሮ ኣይትግበሮ መቅጻዕቲ ይምጻልካ ን ስለ ዝብለካ እዚ ኣየናይ እዩ እቲ ናይ እግዚኣብሔር ነገር እቲ ስጋዊ ነገር ግን ክትቅጻዕ ኢኻ ስለ ዝብለካ ከይፈተኻ ትገብሮ ዝገደደ ክመጻካ እዩ ስለ ዝብለካ ከይፈተኻ ትገብሮ ከይፈተና ንገብሮ ትሪእዎ ኣለኹም እምበኣር እግዚእ ናታን ኣብ ልብኻ ዘሎ ግበር እግዚኣብሔር ምሳኻ ኢልዎ። እግዚኣብሔር ዝተመስገነ ይኹን፣ ክብሪ ንኣምላኽ ይኹን። ሰለስተ ናታን ከዓ ንንጉስ እግዚኣብሔር ምሳኻ እዩ እሞ ኪድ ኣብ ልብኻ ዘሎ ኩሉ ግበር በሎ። ኮነ ድማ በታ ለይቲ እቲኣ ቃል እግዚኣብሔር ናብ ናታን መፂኡ ከምዚ በሎ፣ ብርግፅ ርኣይዎ እግዚኣብሔር እዚ ሓሳብ እዚ ዳዊትን ናታንን ክዘራረቡ ከለዉ እግዚኣብሔር ጣልቃ ኣትዩ ኣብ ናብራኹም እግዚኣብሔር ጣልቃ ይእቶ ኣብ ህይወትኩም እግዚኣብሔርና ጣልቃ ይእቶ ሓድሓደ ግዜ ትፈልጡ ዲኹም ምንጭ በረኸትና ሓዲግናዮ ኢና ንኸይድ ምንጭ መርገምና ከዓ ባዕልና ኢና ንኸዶ ሪሌ ብሓቂ ዝብለኩም ዘለዉ ኣምላኽ ክዛረብ ከሎ ግን ከዕርፈካ ምሳኻ ኸይደ ምሽ ዝብል ከዕርፈና እግዚኣብሔር ምሳና ይኺድ ኣብ ናብራና ምሳና ይኺድ እግዚኣብሔር ብርግፅ ሽዕ ንሽዕ መልሲ መፂዎ ንናታን ከምዚ ይብዎ ኪድ ንባርያይ ዳዊት እግዚኣብሔር ከምዚ ይብለካ ኣሎ በሎ ንስኻ ዶ ኣነ ዝነብረላ ቤት ክትሰርሓለይ ኢኻ ህዝቢ ኣምላኽ ኣስተውዕሉ። ናታን እንታይ እዩ? መን እዩ? ዳዊት መን እዩ? ንጉስ። እዞም ክልተ እዚኣቶም ምስ ተዛረቡ ናታን ከይዱ ንእግዚኣብሔር ኣይሓተቶን። ህዝቢ ኣምላኽ ነስተውዕል ኣብዚ መልእኽቲ። እግዚኣብሔር ከይዱ ኣይሓተቶን። ክልቲኦም ክዘራረቡ ከለዉ መን ምስኦም ነይሩ ሳልሳይ? እግዚኣብሔር ነይሩ ምስኦም። ነገራትና ክልተ ሰባት ኮይና እንዛረቦ ዘይኮነ ኣብ ልብና እንሓስቦን እንሕልኖን እግዚኣብሔር የፈጽሞ እዩ። ንጽቡቕ ነገራትኩም እግዚኣብሔር የፈጽሞ እዩ፣ ንእከይ ነገራትኩም ከኣ እግዚኣብሔር የፈጽሞ እዩ። ጽቡቕ የሕስበና። ትሪኡ ኣለኹም ጽቡቕ ይሕስበና እቲ ልብን ኮላሊትን ዝምርምር ኣምላኽ ምስዚ ኩሉ ዝፈልጥ ስለ ዝኾነ ኣብ ልብና ጽቡቕ ይሕስበና እዞም ክልተ እዚኣቶም ክዛረቡ ከለዉ ናታን ድማ ምስ ወጸ እግዚኣብሔር መጺዎ ናታን እግዚኣብሄር እግዚኣብሄር ከምዚ ኢልዎ ናታን ንዳዊት ባርያይ ከምዚ በሎ ንባርያይ ዳዊት እግዚኣብሄር ከምዚ ይብለካ ኣሎ በሎ ንስኻ ዶ ኣነ ዝነብረላ ቤት ክትሰርሓለይ ኢኻ ካብታ ንደቂ እስራኤል ካብ ግብፂ ዘውፃኹላ መዓልቲ ጀሚረ ክሳዕ ሎሚ መዓልቲ ኣብ ድኳን ኣብ ማሕደር ከዓ እኸይድ ነበርኩ እምበር ኣብ ቤትሲ ኣይነበርኩን። ቅዱሳን ብዝተኻእለ መጠን ህጻናት ክሰየምዎም። ሕጂ ነስተውዕል ኣሕዋተይ እንታይ እዩ ዝብል ዘሎ እግዚኣብሔር ክዛረብ ኮለስ ከምዚ ኢሉ ካብ ግብፂ ክወፅእ ኣትሒዙሲ ኩላቶም ንእግዚኣብሔር ዝኸውን ቤት ክንሰርሓሉ ዝብል ንጉስ ከይተንስኣ እታ ምሴ ዝኣዘዞ መገዲ ምሴ ዝተኣዘዘት ደንብ ምስ ተሰርሐት ደቂ እስራኤል ከምኣ ገይሮም የጓዕዝዎ ነይሮም። ንሳቶም ኣብ ከመይ ዝበለ ኣባይቲ ምሽ ኣትዮም ኣብ ከመይ ዝበለ ኣባይቲ ኣትዮም ከለዉ ታቦት እግዚኣብሔር በቃ ቤት ዝበሃል ኣይተሰርሐን ግን እግዚኣብሔር ከምዚ ኢሉ ካብታ ካብ ግብፂ ዝወፃኹላ ኣትሒዘ መዓልቲ ሲ ንሓደ ሰብ ቤት ግበሩለይ ኢለ ኣይኣዘዝኩም ንሳቶም ከዓ ቤት ኣይገበሩለይ ኣብኣ ናይ ነብር ንመላለስ ነበርኩ ንስኻ ግና ቤት ክስርሓለይ በልካ ኣሕዋተይ ንኣምላኽ ዝኸውን ጽቡቕ ነገር እሕስብኩም። ንኣምላኽ ዝኸውን ጽቡቕ ነገር እግዚኣብሄር ይሃብኩም። ምንጪ በረኸትኩም እዩ። ምንጪ በረኸትኩም እዩ። ኣይኮነን ሂብና ካብ ዘይሃበና ነገር ከማን ንእግዚኣብሔር ክንገብር ምንጪ በረኸትና እዩ። ጥቕሲ ሸውዓተ ኣብቲ ምስ ኩሎም ደቂ እስራኤል ንህዝበይ እስራኤል ክጓሲ ዝኣዘዝኩዎምሲ ስለምንታይ ቤት ጽሕዲ ዘይሰራሕኹምለይ ኢለ ዶ ተዛረብኩ? ኣይተዛረብኩን። ሸሞንተ፣ ሕጂ ኸኣ ንባርያይ ዳዊት ከምዚ በሎ፣ እግዚኣብሄር ጐይታ ሰራዊት ከምዚ ይብል፣ ኣነ ኣብ ልዕሊ ህዝበይ፣ ኣብ ልዕሊ እስራኤል መስፍን ክትኸውን፣ ካብ ምጕሳይካ ካብ ድሕሪ እተን ኣባጊዕ ኣምጻኹኻ። እግዚኣብሄር ካበይ ኣምጺእና ሕራይ ንዳዊት ካብ ጕስነት?

እግዚኣብሔር ካበይ ከም ዘውጽኣና ምፈለጥናዮ እሞ ንእግዚኣብሔር ከኣ ከምቲ ክኾነ ዝግብኦ ምኾንናዮ። ነቲ ዝግብኦ ሞሳ ንምለሰሉየ ኢለኩም ኣብ ህዝብና ሞሳ ክመልሱ ከለዉ ተወሓደ ተደይብሎም ሓምሳ ሚእታዊስ እዮም ሞሳ ዝመልሱ ሓምሳ ሚእታዊስ ይመልሱ እዮም ንሕና ክርስትያን ከ

ኣታ ንፍለጦ ኣይንፍለጦ ዓሌትና ከይተረፈ እግዚኣብሔር ከም ዝሓለወና ብእምነተይ ጥራይ ዓሌተይ ከም ዝሓለወ እግዚኣብሔር ይፈልጥ ብእምነትኩም ካብ ትርእይዎን ዘይትርእይዎን እግዚኣብሔር ካብ ብዙሕ ነገር ከም ዝባልሃኩም ፍለጡ ንእግዚኣብሔር ሞሳ ይግብኦ እዩ ንሶም ከማን ዝግብኦ

ሞን ኣምላኽ ዳኸ እግዚኣብሔር ሎም ሞሳ ይደሉ ኣሎ ካብ ነፍሲ ወከፍና ብሓቂ እግዚኣብሔር ሞሳ ካባና ይደሉ ኣሎ ስለዚ ልወኑ ዳዊት ካበይ ድየምፅየካ ኣበይ ዲኻ ነርካ ካብ ኩሎም ጸላእትኻ ዘዕረፍኩኻ ኣነ፣ ካብ ጉስነት ኣባጊዕ ናብ ንጉስ ዘምጻኹኻ ኣነ፣ ከምቲ ቤት ክትሰርሓለይ ዝበለኻ ኣነ ኸኣ ንዓኻ ትኸውን ቤት ክሰርሓልካ እየ ኢልዎ። ኣስተውዕል ህዝቢ ኣምላኽ። ኣሜን። ዋው! እግዚኣብሔር ቤት ክሰርሕ ኣለዎ ወለዳት እግዚኣብሔር ቤት ክሰርሕ ኣለዩ የሱስ ካበይ ኢሉ ካብ ዘር ዳዊት ይብለና ኣይገርምን ካብ ዘር ዳዊት መን ተወሊዱ የሱስ ወዲ ኣምላኽ እቲ መድሓኒ ተወሊዱ። እዚ ጥራይ ኣይኮነን፣ ሰሎሞን ኣይሓለዋን እምበር ናብ ደቂ ደቅኻ ንዘለኣለም እትኸውን ቤት እዩ ሰሪዕሉ ነይሩ። እስከ ክሕልዋ እየ ንበል። እታ ንስኻ ዝሰራሕኻያ ቤት ክሕልዋ እየ እስከ በልዎ። እታ ንስኻ ዝሰራሕኻለይ ቤተይ ኽሕልዋ እየ በልዎ። ክብሪ ንኣምላኽ ይኹን። ጥቕሲ ትሽዓተ ኣብ ዝኸድካዮ ዘበለ ኸኣ ምሳኻ ነበርኩ። ኣብ ዝኸድካዮ ዘበለ እውይ እግዚኣብሔር ምሳኹም ይኹን ኣብ ፀልማት ምሳኹም ኣብ ብርሃን ምሳኹም ኣብ ምድቃስኩም ምሳኹም ኣብ ቀትሪ ምሳኹም ኣብ ዕለታዊ ኩሉ ህይወትኩም እግዚኣብሔር ምሳኹም ይኹን ህዝቢ ኣምላኽ ምሳኹም ይኹን ካብዚ ዝበልፅ ነገር የለን ሓደ ፕረዝደንት ኣብ ሓደ ህዝቢ ቀሲኑ ዝኸይድ ኣብ ማእኸል ፀላእቱ ቀሲኑ ዝኸይድ እንታይ ስለ ዘለዎ ዩ? ጋርድ ዝብሃሉ ሰራዊት ኣለውዎ። ቀሲኑ ዩ ግን ዝኸይድ። ፀላእቱ ከም ዘለዎ ብዙር ይፈልጥ ዩ። ኩሎም ፀላእቱ ዮም። ግን ቀሲኑ ዝኸይድ እንታይ ኣለዎ? ጋርድ ኣለዎ። ኣታታታታታ ህዝቢ ኣምላኽ! ኣነ ንስኻትኩምን ከ መዝሙር ዳዊት ትስዓን ሓደን ክንልፍልፋስ ምሓሸትና ኣብ ቅድሜኻ ኣሻሕ ዋላ ተወደኦስ ኣባኻ

ሓደ ሓደ ግዜ ንጎይታ ኣዕሊልናዮ ኢና ብሓቂ ጎይታ ምሕረት ይግበር ንኣምላኽ ማራ ኢና ኣዕሊልናዮ ዕቤቱ ኣቕሊልናዮ፣ ሓይሉ ኣቕሊልናዮ፣ ከኣልነቱ ኣቕሊልናዮ፣ ስልጣኑ ኣቕሊልናዮ፣ ጎይታ ግን ከምኡ ኣይኮነን። ጎይታ ግን ከምኡ ኣይኮነን ብሓቂ። እዚ ቃል ኣብ ውሽጠይ ንዓይ ፍሉይ ነገር እዩ ክሳይ ገይርለይ ማለት ን ቀሊል ነገር መልእኽቲ ኣይኮንኩን ዝህበኩም ዘለኹ ካብቲ ኣብ ሂወተይ ንዳዊት ዝነበሮ ሕብረት ምስ እግዚኣብሄር ቅድሚ ሕጂ ክንደይ ግዜ ሰቢኸዮ ንዳዊት ቅድሚ ሕጂ ክንደይ ግዜ ኣንቢበዮ ንዳዊት ጎይታ ግና ከምዚ ሎምዓንቲ ገይሩ ይገለጸለይ። ብሓቂ ዳዊት ኣብ ልዕሊ ኩሉ ጸላእቱ ልዕል ዝበለ እግዚኣብሄር ምስኡ ስለ ዝነበረ ጥራይ እዩ። ጸላእቲ ዳዊት ክጽብጸቦም ኢለ ምስ ጀመርኩ እምብዛ ልዕሊ ኣእምሮይ ኮይኑ ከቢድኒ ብሓቂ እየ ዝብለኩም ብፍሉይ ጸይብዎ ዳዊት ግን ኣብ ምድረ በዳ እኳ እንተኾነ እግዚኣብሔር ምስኡ ነይሩ ስለዚ ኣብዚ ቃል እዚ እንታይ ኢልዎ ኣብዚ ክትከይድ ዘበለ ኸኣ ምሳኻ ነበርኩ፣ ኣነ ምሳኻ ነበርኩ። ዳዊት ግን ይፍለጥ ኣይፍለጥ ብዘይገድስ እግዚኣብሄር ምስ መን ነይሩ? ምስ ዳዊት ነይሩ። ንዅሎም ጸላእትኻ እውን ካብ ቅድሜኻ ኣጽነትኩዎም፣ ከም ስም እቶም ኣብ ምድሪ ዘለዉ ዓበይቲ ድማ ዓብዪ ስም ገበርኩልካ። ሃሌሉያ! ኣብ ምድሪ ዓበይ ስም ዝሓዙ ሰባት ነይሮም፣ ግን ዳዊት ካበይ መጺኡ እስከ? ካብ ጓሳ ኣባጊዕ መጺኡ፣ ናብ ልዕል ዝበለ ስም ድማ እንታይ ገበሮ? ልዕል ኣቦሎ ሃሌሉያ ዓሰርተ ሰለስተ ጥቕሲ ዓሰርተ ሰለስተ ነንብባ ኢና ንሱ ንስመይ ቤት ክሰርሕ እዩ ኣነ ኸኣ ዝፋን መንግስቱ ንዘለኣለም ከጽንዓሉ እየ እምበኣር እግዚኣብሔር ኣብዚ እንታይ ይብል ኣሎ ዳዊት ንዓይ እትኸውን ቤት ክሰርሕ እዩ፣ ኣነ ኸኣ ንዘለኣለም ዘንጊ መንግስቱ እንታይ ክገብረ ከጽንዓሉ እየ። ዓሰርተ ኣርባዕተ ኣነ ኣቦ እዀኖ፣ ንሱ ድማ ወዲ ክዀነኒ እዩ፣ እንተ በደለ ኸኣ ብሸቦት ሰብ ብመውቃዕቲ ደቂ ሰብን ገይረ ክጐርፎ እየ። መቕጻዕቲ እግዚኣብሄር ከመይ እዩ? ህዝቢ ኣምላኽ ነስተውዕል፣ መቕጻዕቲ እግዚኣብሄር ከመይ እዩ? ህህ ከምዚ ንሕና ንውሉድና እንቐጽዕ ከምኡ ኣይኮነን ከም ዝባላዕ ሓዊ መቕጻዕቲ እግዚኣብሄር ክመጽእ ከሎ መጽሓፍ ቅዱስ ንርኣዮ እግዚኣብሄር ክቐጽዕ ከሎ ናብ ምድሪ ናብ ህዝቡ ንርኣዮ ምድሪ ከኣ ኣፋ ከፊታ እንታይ ገበረቶ ወሓጠቶ ሓዊ ድማ ካብ ሰማይ መጺኡ እንታይ ገበሮ በለዖ መቕጻዕቲ እግዚኣብሄር እዚ ንዳዊት ግን እንታይ ይብል ኣሎ ወላ እንተበደልካ ከምዚ ዓይነት መቕጻዕቲ ንዓኻ ኣይገብረልካን እዩ እቲ ምንታይ ንስኻ ውሉደይ ኢኻ ከምቲ ኣቦ ንውሉዱ ሸሞት ገሩ ዝቀጽዖ ኮምኡ ገረ እየ ዝቀጽዓካ ዳዊት ወደይ ዋይ እቲ ምንታይሲ ዳዊት ልቢ እግዚኣብሔር ዝሓዘ ናይ ኣምላኽ ሰብ እዩ ትፈልጡ ዲኹም ልቢ እግዚኣብሔር እንድሕር ሒዝና ህይወትና ክምቺ ናብራና ክጥዕም እዩ ምስጢሩ እግዚኣብሔር ንዳዊት ከይቀጽዖ ካብ ደቂ ሰባት ፍልይ ስለ ዝበለ ኣይኮነን ዳዊት ንልቢ እግዚኣብሄር ስለ ዝሓዘ እዩ። ስለዚ እግዚኣብሄር ልቢ ዳዊት ምስ ረኣየ፣ ዳዊት ድማ ካብ ደቂ ሰባት ፍልይ ብዝበለ ነገር ናብራ ክነብር እግዚኣብሄር ፈቒድሉ። ኣነን ንስኻትኩምን ካብ ኣህዛብ ፍልይ ዝበለ ናብራ ክንነብር ንደሊ ኣለና? ልቢ እግዚኣብሄር ንሓዝ። ፍልይ ዝበለ ናብራ ክንነብር ልቢ እግዚኣብሔር ንሓዝ ሰር ኣይትሓዙለ ስጋዊ ነገራት ንሕዞ ይበዝሕ ካብ ልቢ እግዚኣብሔር ልቢ እግዚኣብሔር ምእዛዝ ኣቢና ሓዲግና ንጥቕምና ዘድልየና ነገራት ክንኣሪ ንእግዚኣብሔር ረሲዕና ዝኸድና ኢና ሃኬ ምሽ ከምኡ ኢሉ ኣሎ ቤተይ ዓንያ ኮላ ንስኻትኩም ግን ኣብ ቤትኩም እንታይ ትገብሩ ኣለኹም ትሃንጹ ኣለኹም ናይ ሎሚ ክርስትያን ከምዚ ኢና ንኸውን ዘለና ጥቕሲ ዓሰርተ ሓሙሽተ ግናኸ ከምቲ ካብ ቅድሜኻ ዘንገዝክዎ ሳኦል ዘግረዝኩሉ ምሕረተይ ከኣ ካብኡ ኣየግልስን እየ። ካብ ሳኦል ምሕረት እግዚኣብሄር ኣልጊሱ እዩ፣ ግን ከምኡ ንዳዊት ከ ኣየልግሰሉን እዩ። ትርእይዎ ኣለኹም? ንዳዊት ንሳኦል ምስ በደለ ሓንሳብ እናሓዋሩን ካብ ንግስነቱ ካብ ምድሪ ናብ ላዕሊ ጻሕ ኣበሎ ምሽ ይብለናን ሰይጣን ዳርጋ ከምኡ ዓይነት ናይ ሳባ ንሳሙኤል ክንደይ ግዜ ለሚንዎ ሳባ ክንደይ ግዜ ለሚንዎ ክልምን ክብል ከማን ክዳን ዳ- ሳሙኤል እንታይ ገበረ ይብለና ቀደደ እታ መንግስትኻ ከ ከምኡ እግዚኣብሔር እንታይ ገበረ ቀደዳ እንተለመነ እኳ ሳኦል እግዚኣብሔር ግን ክምለሶ ይደልየ ግን ነብስ ንዳዊት ከምዚ ኢልዎ ከምቲ ንሳኦል ምሕረተይ ዝኸልኣኽዎ ከምኡ ንዓኻ ግና ምሕረተይ ኣይከልኣካን እየ ገፀይ እንተደለኻስ ክርከበልካ እየ እግዚኣብሔር ከምኡ ይረኸበልኩም ኣቶም ብዙሓት እኳ እዮም ገፅ እግዚኣብሔር ደልዮም ዝስእኑ እትልምንዎን እትደልይዎን እትፅልይዎን እግዚኣብሔር ይሃብኩም እዚ ማለት ኳሊ ዓሰርተ ሽዱሽተ ቤትካን መንግስትኻን ከኣ ኣብ ቅድሜኻ ንዘልኣለም ከጽንዓ ክጸንዓ እየን ዝፋንካ ውን ንዘልኣለም ክትጸንዕ እያ ዋው ቤቱ መንግስቱ ዝፋኑ ኩሉ ግዜ ንዘልኣለም እንታይ ክገብር እዩ ክጸንዕ እዩ ኣብ ዘመን ዳዊት መንግስቲ ዕልዋ ክትገብር ኢልካ ተፈቲንካ ጠፋእኻ። ኣብ ዘመን ዳዊት እየ ዝብለኩም ዘለኹ ዕልዋ መንግስቲ ክገብር ዝፈተነ ጠፈ። ሓደ ካብዚኣቶም መን እዩ? ኣብይ ሰለም ወልዱ ዕልዋ መንግስቲ ገይሩ ሰባት ረኺቡ ዶ? እወ ረኺቡ። ጽቡቅ ገይሮም ዝመኽሩ ሰባት ረኺቡ ዶ? እወ ረኺቡ። ንምኽሮም ግን እግዚኣብሔር እንታይ ገበሮ ይብለና? ስም እግዚኣብሔር ዝተመስገነ ይኹን። ኣታ ኣባኻ ዝተፃወደ ኣፅዋር ፀላኢ ኣይክጠቅም ይብለኩም ኣለኹ። ኣይክጠቅም እቲ ምንታይ ሲልዎ ንስኻ ኣምላኸ ኢኻ ኢልካ ኢኻ እሞ ክፉእ ዘበለ እስከ ኾበሮ ንስኻ ናተይ ጎይታን ንጉስን ኣምላኸይን ኢኻ እብለካ ኣለኹ ኣሜን ብሓቂ እየ ዝብለኩም ዘለኹ እግዚኣብሔር ይባርክ ሌሊት ገና ጎይታ ይባርክ ኣሕዋተይ ንስኻትኩም ውሮ መጓሰ እግዚኣብሔር ክበካ ከሎ ዕድልን ጸጋን እዩ እስኻ ትመርሖ ብጾሎት እግዚኣብሔር ክበካ ከሎ ዕድል ጸጋ እዩ ብዝተፋላለየ ንእሽተይ ነገር ንእግዚኣብሔር ዝኸውን ነገር ክትገብር ናይ መን ኣገልግሎት እዩ እግዚኣብሔር ዝግበር ኣገልግሎት እዩ ስለዚህ እንታይ ኢለኹ ንእግዚኣብሔር እግዚኣብሔርሰ ዕድል ሃበን ንዓኻ ዝኸውን ኣገልግሎት ከገልግለካ ኢለ። ኣብዚ ቸርች እዚ ብዙሕ ዕድል ዝረኸብናሉ ንእግዚኣብሔር ውሬታ እንመልሰሉ ኣገልግሎት ተኸፊትልና ነይሩ። ሰሉስ ሓሙስ ዓርቢ ሰሉስ ሓሙስ ዓርቢ ቀዳም እዚ ክምለሰለይ ምደለኹ ኣነ ብሓቂ እዚ ንኣገልግሎት ንጎይታ ዝወሃብ ኣገልግሎት እዩ ክንገብሮ ዝግባኣና ነገር እዩ ከምኡ ኢና ተፀዊዕና ናይ ቀዳም ሰባት ጥራይ ክንኸውን ኣይተፀዋዕናን ሕልፍ ዝበለ ነገር ክነብር ኢና ተፀዊዕና ኢለኩም እየ ዳዊት ዕስራን ኣርባዕተን ሰዓት ዘየቋርጹ ለዋውያን ነይሮም። ናይ ሓድሽ ኪዳን ለዋውያን ኢና እኻ ንሕና። ኣብ ሰሙን ክንደይ ሰዓት ንጎይታ ዝኾና ንህቦ ኣለና? ንሱ ንስመይ ቤት ክሰርሕ እዩ፣ ኣነ ኸኣ ዝፋን መንግስቱ ንዘለኣለም ከጽንዓሉ እየ። ኣነ ኣቦ ክኾኖ፣ ንሱውን ወዲ ክኾነኒ እዩ። ኢሉ ጥቕሲ ዓሰርተ ሽዱሽተ ቤትካን መንግስትኻን ከኣ ኣብ ቅድሜኻ ንዘለኣለም ከጽንዓ ክጸንዓ እየን፣ ዝፋንካ እውን ንዘለኣለም ክጸንዕ እዩ። ከም ኩሉ እዚ ዘረባ እዝን ከም ኩሉ እዚ ራኢ እዝን ናታን ከምኡ ገይሩ ንዳዊት ተዛረቦ። እዚ ኩሉ እዚ መደብን ራኢ እግዚኣብሄርን ከይዱ ንዳዊት ናታን ተዛሪቡ። ሽሕ ዳዊት ከምዚ ኢሉ፣ ዓሰርተ ሸሞንተ፣ ሽዑ ንጉስ ዳዊት ናብ ቅድሚ እግዚኣብሄር ኣተወ፣ ተቐሚጡ ድማ በለ፣ ኦ እግዚኣብሄር ጐይታይ፣ ክሳዕ ክንድዚ ዘብጽሕኻንስ ኣነ መን እየ? ቤተይከ እንታይ እያ?

እግዚኣብሔር ከምኡ ገይሩ የዕብይና። ናይ ብሓቂ ወዲ ንጉስ ወዲ ንጉስ ኣብ ዘይጠቅም ነገር ክመላለስ ክትሪኦ ከለኻ ብምድራዊ ነገር ፍንፍንዎ እዩ። ትፈልጡ ዲኹም? ወዲ ንጉስ ኣበይ እዩ ዝነብር? ኣብ ናይ ክቡር ቦታ እዩ ዝነብር። ኣብ ናይ ክቡር ቦታ እዩ ከዓ ዝመላለስ። ብሓቂ ክርስቲያን ከመይ ክነብር ግብኦ? ኣብቲ ክቡር ስፍራ ኣብቲ ክቡር ስፍራ በተሓሳስቡ በካይዱ ብናብሩ ብቓሉ ብኩሉ ነገራቱ ኣብ ክቡር ነገር ክነብር ይግብኦ እግዚኣብሔር ዝተመስገነ ይኹን እምበኣር ዳዊት መደምደምታ ናይዛ ቃል እዚኣ መዝሙር ዳዊት 18 ንኸይድ ኢና መደምደምታ ስብከተይ። ዓሰርተ ሸሞንተ ተርኢናዮ እግዚኣብሄር ድማ ንዳዊት ካብ ኩሎም ጸላእቱ መሰዕረፎ ዳዊት ኣብ ቅድሚ እግዚኣብሄር ዝዘመሮ መዝሙር እዛ ምዕራፍ ብዓሰርተ ሸሞንተ ተርኢናያ ሓያል ውግእ ናይ እግዚኣብሄር ኢና ንሪኦ እቲ ዘይርእ ነገር ንሕና ዘይንሪኦ መንፈሳዊ ውግእ እንብሎ ኣብዛ ጥቕሲ እዚኣ ኢና ንረኽቦ። እቲ መንፈሳዊ ውግእ ዝተዋግኣሉ ንዳዊት ሓ ስጋዊ ነገር ምሽ ኢና ንፈልጥ። ዳዊትሲ ዝዋግኦ ዝነበረ ስጋዊ ውግእ ምስ ሳኦል ምስ ፍልስጤማውያን ዝረኣ ነገር ውግእ እዩ ካብ እግዚኣብሔር ከም ዘድሓኖ። ኣብዚ ቃል እዚ እንሪኦ ግን ዳዊት ዘይረኣዮ ነገር መንፈሳዊ ውግእ እግዚኣብሔር ክዋጋእ ከሎ እዩ።

የፍቅረካ እየ እዛ ቃል እዚኣ ኣብ ውሽጠይ ካብቲ ፍሉይ መልእኽቲ ዘቐመጠት ጥቕሲ እያ። ትፈልጡ ዲኹም ሰብ እናዓንቀፋቶ ከም ዝመውት? ትፈልጥ ዲኹም ሰብ ዝበልዓ መግቢ ሓኒቓ ከም ትቐትሎ ትፈልጥ ዲኹም ማይ ማይ እዛ ኮረር ኢላ እትወርድካ ክሰተ ሓሲቡ ተሓኒቆ ከም ዝመውት ትፈልጡ ዶ እምበኣር ከም ክርስትያን ኣብ ልዕሊ ኩሉ ጸብለል ኢልና ክንማላለስ ዘኽኣለና ሓይሊ ኣምላኽ እዩ። ወእግዚኣብሔር ሓይለይ የፍቅረካ እየ ኢልዎ። ክዝምር፣ ክንቀሳቐስ፣ ክሰርሕ፣ ክጽውዕ፣ ክበልዕ፣ ክርኢ፣ ክሰምዕ፣ ንሳ ሓይሊ ስለ ዝዀነኒ። ሕጂ ዳዊት ኣብዛ ምዕራፍ እዚኣ እዚኣ ጥራይ ኣየብዕለን ምሳይ ኪዱ እግዚኣብሄር ይባርኩም ዎእግዚኣብሄር ሓይለይ የፍቅረካየ እግዚኣብሄር ከውሕይ እግዚኣብሄር ከውሕይ ዕርደይ መናገፍየይ ኣምላኸይ ዝሃድመሉ ጸግዐይ ዋልታይ ቀርኒ ምድሓነይ ልዕል ዝበለ ከውለይ እዩ ዋይ ዋይ ኣታ ዳዊት እዚ ንፈልጥ ህዝቢ ኣምላኽ ኣነ ንስኻትኩም እንከ ብሓቂ መንፈስ ቅዱስ ኣለና ድዩ ሕጂ ነብሰይ ክሓታ ፈቲነ መንፈስ ቅዱስ ፍረ ዝግለካ ድዩ ኢለ ዳዊት እዚ ነገር እዚ ከም ዘለዎ ጥቡቅ ገይሩ ይፈልጥ ንሕና ተጻሒፍልና ኢና ንዝምሮ ንሕና ተጻሒፍልና ኢና ነንብቦ መዝሙር ቴስዓን ሓደን ኬና ክነንብቦ ነዛ መዝሙር እዚኣ ክነንብቦ ተጻሒፍልና እዩ እንታይ ኢለኩም ተጻሒፍልና እዩ ዘይተጻሕፈ እግዚኣብሔር ኣብ ውሽጥኹም ዘቐመጦ ነገር ንዓኻትኩም እግዚኣብሔር በዓል ክንደይ ከውሊ ከም ዝኾነ ግን ኣለኩም ዶ መልእኽቲ ኣለኩም መንፈስ ቅዱስ ይነግረኩም ዶ ትብዓት ሃልዩኩም ከኣ ትዝምርዎ ዶ ናይ ኩላህና ሕቶ እዩ እዚ የሕዋተይ ብሓቂ እየ ዝብለኩም ዘለኹ ስለዚ እዩ ከምቲ ዝግባእ ሞሳ ንእግዚኣብሄር ዝኸውን ዘይብልና ንእግዚኣብሄር ከምቲ ዝግባእ ሞሳ የብልና ሽዑ ከምዚ ኢሉ ጥቕሲ ሰለስተ ናብቲ ሞሳ ዝግብኦ እግዚኣብሄር ተማህለልኩ እሞ ካብ ጸላእተይ ደሓንኩ። ናበይ ተመሊሱ ሕጂ ዳዊት? ናብቲ ሞሳ ዝግብኦ ምስጋና ዝግብኦ ውረታ ዝግብኦ ኣምልኾ ዝግብኦ እልልታ ዝግብኦ ዕብየት ዝግብኦ ኩሉ ነገር ዝግብኦ ናብኡ ተመለስኩ። ኩሉ ሃቡን ብኡን ንዕኡውን እግዚኣብሄር ዝተመስገነ ይኹን። ስለዚ ዳዊት እንታይ ገይሩ? ኩሉ በረኸት ምስ ረኸበሲ፣ ኣብ ዝፋን ተቐሚጠ እየ ኢሎም ከምቶም ዝረስዕዎ ነገስታት ደቂ እስራኤል ከምኡ ኣይኮነን ረሲዑ። እዚኣ ጥቕሲ እዚኣ ዳዊት ኣብ ኩሉ ጻዕሩ ካብ ኩሉ ጸላእቱ ምስ ኣዕረፈ ዝዝምሮ ዘሎ ጸሎት እዩ። እንታይ ኢሉ? ረኺበዮ ዘለኹስ ብኣኻ እዩ፣ ተቐሚጠዮ ዘለኹ ዝፋንሲ ብኣኻ'ዩ። ንግስነተይ ብኣኻ'ዩ። ናብራይ ብኣኻ'ዩ። ሓይለይ ብኣኻ'ዩ። ጽላለይ ንስኻ ኢኻ። መርሓየይ ንስኻ ኢኻ። ኣታ ጽቡቕ ገይሩ ዝፈልጥ'ዩ። ኣብ ቁሙኡ ናይ እግዚኣብሄር ሰብ ኢደይ ኣየልዕል ነዝብል እኳ ንዳዊት። ኣታ እቶም ካልእ ግን እግዚኣብሄር ሎሚ ኣብ ኢድካ ንሳኦል ሂብካ ኢሎሞ። እና እና ክንደየናይ ኢና ብቕኑዓት ናይ ኣምላኽ ሰባት ዋላ ክንዕልል እንውዕል? ብጽቡቕ ዲና ብሕማቕ? ብጽቡቕ ተኾይኑ እግዚኣብሔር ይባርኸና፣ እንተ ብሕማቕ ግን እግዚኣብሔር የርሕቐልና። ሓቀይ ናይ ኣምላኽ ሰባት እዮም። እግዚኣብሔር ይባርኮም ይብዝሑ ይሰስኑ ንባርኮም ኣለና ኣሕዋትና ንባርኮም ኣለና እግዚኣብሔር ይባርኩም በልዎ ብናይ ክርስቶስ ፍቅሪ ካ ነፍቅሮም ኢና ኩነታት እኳ እንተመፀ ብናይ ክርስቶስ ፍቅሪ ግና ነፍቅሮም ኢና ብቤ ዝነግረኩም ዘለኹ ኣብ ልዕሊ ናይ ማንም ሓውኹም ፅልኢ ቂምታ እንድሕር ኣለኩም ኮይኑ በረኸትኩም ኢኹም ትዓግቱ ዘለኹም መርገም ኢኹም ከኣ ትዘርኡ ዘለኹም ኣነ ይነግረኩም ኣለኹ ከም ናይ ኣምላኽ ሰብ ከም ሓውኹም ምዕድ ኣለኹ ኣብ ልብኹም ናይ ሓዊ ይኹን ናይ ሓፍቲ ዋላ ክንዲ ጎቦ ይበድልኩም ምክንያቱ ክንዲ ሰማይን ምድርን ዝኣክል ሕድገት እዩ ተገይርለይ ትፈልጡ ዲኹም ክንዲ ሰማይን ምድርን ሕድገት ተገይርለይ ክድገሞ ናይ ሓወይ በደል እቕረ ክብል እየ ተጸዊዐ እቕረ ንብል ኣለና እስከ ንበል ኩላና እቕረ ንብል ኣለና ንሕዋትና ይቕረ ንብል ኣለና ናይ ማንም ምጉርምራም ከይሰምዕ ድሕሪ ሕጂ ካባኹም ካባይ እውን ከይትሰምዑ ሓራይ ዶ ምንጪ በረኸትና እያ ኣብ ቅድሚ ኣምላኽ እየ ዝብለኩም ዘለኹ በረኸት ክንዓጽድ ኢና ንባርኾም ኣለና ንሕዋትና ነፍቅሮም ኢና ይብዝሑ ይሰስኑ ሞሳ እዚ ይበሃል መጀመርታ ስለዚ እግዚኣብሔር ትሪእዎ ኣለኹ ናብቲ ሞሳ ዝግብኦ እግዚኣብሔር ተማሃለልኩ እግዚኣብሔር ሓይለይ

ብዛዕባ መብጽዓ ኢሎ ተዛሪቡ ነይሩ ሓቀይ እግዚኣብሔር ከምኡ ኢለ መብጽዓ ኣእትየሉ ኣለኹ ዕድል ጥራይ ሃበኒ ንዓኻ ከገልግለካ ብሓቂ እየ ዝብለኩም ዘለኹ ኣብ ቅድሚ ህዝቢ ኣምላኽ ዝኣትወ እየ ብመንፈሳዊ ነገር ዝኾነ ነገር ኩሉ ዕድል ጎይታ ተሂብኒ ከገልጉል እየ ብሓቂ እየ ዝብለኩም ዘለኹ ምኽንያቱ ኢለኩም እየ ኣብ ምድሪ ስደተይ ንሱ ባሪኽኒ እዩ ኣብ ምድሪ ስደተይ ከኣ የዕሪፈኒ እዩ ኣብ ምድሪ ስደተይ ከኣ ጽላል ኮይኑኒ እዩ ስለዚ ኣነ ንዕኡ ከገልግሎን እየ ንዕኡ ክስዕቦ እየ ስጋብ መወዳእታ ንምንታይ እየን ዝበኩም ዘለኩ ንሃኒቆም ኢለ ንዓይ ዝከውን እግዚኣብሄር ኣብ ውሽጠይ ተዛሪብኒ ግን ነሕዋተይ ከ እዚ ቃል እዚ ከእውጅ እየ ኢለ ብርግጽ እዩ በረከተይ በረከትኩም እዩ እግዚኣብሄር ይመስገን ሓቢርና ክንወርስ ኢና ሓቢርና ክንጓዓዝ ኢና ሓቢርና ከኣ ክንከይድ ኢና እግዚኣብሄር ይመስገን እስከ ንኣምላክ ከነመስግኑ ኢና እግዚኣብሄር ሓይለይ